ፋጥና እተን ናይ መዘኻኸሪ ጭርሖታት እንተገለጽና ወላ ሓንቲ ዝብለና የብሉን። ብህይወትናን ህይወት ዜጋታትናን ንገደስ፣ ንድሕነትናን ንድሕነት መላእ ሕብረተሰብና ንገደስ፣ ኣይንዕጎግ፣ ክንተኣኺብልና ኣይንዕጎግ፣ ርሕቐት ንሓሉ፣ ኣእዳውና ብቐጻሊ ብማይን ሳሙናን ንተሓጸብ።

ከምቲ ንከታተሎ ዝጸናሕና ማለት እዩ እንታይ እዮም ዝብሉ ዘለዉ እቲ ሰብ ኩሉ በቲ ሚኒስትሪ ጥዕና ዘውጽኦ ሓበሬታ ኩሉ ሰብ ንዕኡ እዩ ዝከታተል ኣብ ገዝኡ እውን ኮፍ ኢሉ ኣሎ ንሕና ሕጂ ነቶም ስድራ ኢና እስኻስ ኣብ ገዛኻ እንታይ ኢኻ ትገብር ኣበይ ኢኻ ትርከብ ኢለ እንድየ ሓትየ ጸኒሐ ኣነ ምስ ደቀይ ንጎ ምስ በዓልቲ ቤተይ ኮና ቆልዑት ብግቡእ ሓጺብና በቦትኦም ነትሕዞም ንምህሮም ነዕልል ጽቡቅ ኢና ነሕልፎ ዘለና እቲ ግዜና ሲ ንብላሽ ኣይኮነን ዝሓልፍ ዘሎ ብጽቡቅ ኢና ንጥቀመሉ ዘለና እዩ ክብል ጸኒሑ ኣብቲ ከባቢ ውን ሓቲትናዮ ከባቢ ኣብ ዓሰብ ማለት እዩ እሱ ውን ጽቡቅ እዩ ዘሎ ዳርጋ ኩሉ ሰብ እቲ ብምኒስትሪ ጥዕናን ምኒስትሪ ዜና ዝወጽእ ሓበሬታስ ጽቡቅ ጌሩስ ተረዲእዎስ የተግብሮ ውን ኣሎ ክብለና እዩ ጸኒሑ ማለት እዩ።
ግርም ጽቡቕ
ራይት
ኣነ ውን ባዕለይ ገለ ገለ ጥራሕ ክሰምዕ ጸኒሐ ናኣሽቱ እተን ዝፈልጠን እምበር ጠቕላላ ኣቢኒ ጸኒሐ ካባኸ ክውከስ ሓሲበ ኣጋጣሚ ኮይኑ ከዓ
ገሊፅክለይ ወ ፅቡቕ ጌርኪ ዋላ ነቲ ካልእ ዓረብ ዘይሰምዕ ኣካል ሕብረተሰብና ከዓ ኣረዲእኽዮ

ኣተኣላልያን ከመይ ከምዘሎ ኣብቲ ሕብረተሰብና ኢና ንሓትት ዘለና እሞ ስለዚ ሕጂ ኣብ ባረንቱን ከባቢኣን ከመይ ኣሎ እቲ ኩነታት ከመይ ትዕዝብትኻ እስከ ግለጸልና።
ጽቡቅ እዚ ኮቪድ ዓሰርተ ትሽዓተ ኮሮና ቫይረስ መቸም ከም ኩላሕና እንፈልጦ ንሃገርና ኤርትራ ጥራይ ዘይኮነ ዓለም ሙሉእ እዩ ኣንቀጥቂጥዋ ዘሎ ከምኡ ስለ ዝኾነ ድማ ንሕና ከም ህዝብን ሃገርን ክንገብሮ ዝግበኣና ጥንቃቐታት ብኻልኦት ንሕና መምሃሪ ዘይኮናስ ክንመሃረሉ ስለ ዘለና እቲ ናይ ካልኦት ጸገማት ወሪድወን ዘሎ ኣባና ምእንቲ ከይወርድ ለይትን ቀትርን መንግስትናን ህዝብናን ብሓያል ተሳትፎ ኣብዚ ጽቡቕ ኩነታት ኣሎ እየ ዝብል። እንታይ እዩ ልዕሊ ኩሉ እተን ናይ መጀመርያ ክግበራ ዝግበእን ተግባራት ኣብ ምሉእ ሃገር ኣብያተ ትምህርቲ ይኹን ስራሕ መንግስቲ ይኹን ኩሉ ተቋሪፁ ቀዳምነት ነዚ ሕማም ኮሮና ንምክልኻልን ለበዳታት ከይቅፅልን ንምባል መንግስቲ ዝኣወጆ ተግባራት ኣብ ምትግባር እዩ ነጥፍ ዝግባኣና ከምኡ ስለ ዝኾነ ድማ ብፍላይ ኣብዛ ከተማና ክሪኣ ከለኹ ከተማ ባረንቱ ኣነ ንገዛ ርእሰይ ምስ ደቀይ ኣብ ገዛ እየ ዘለኹ ካብታ ተኣወጀት መዓልቲ ስለዚ ስጋ ሕጂ ኣብ ገዛ ኣላ ኣብ ገዛ እየ ደለኹ ጽቡቅ ሕራይ ስለዚ ሕጂ ብልክዕ እቲ ናይ ስርዓተ ትምህርቲ መንግስቲ ቆላሕታ ሂቡ ንተምሃሮ ግዜኦም ንከያባኽኑ ተባሂሉ ብልዑል ትኩረት ሂቡ ዘካይዶ ዘሎ እዩ ስለዚ ናይ ትምህርቲ እውን ድሮ ጀሚሩ ኣሎ ካብ ሰዓት ዓሰርተ ቅድሚ ቀትሪ ጀሚሩ ይውሃብ ኣሎ እሞ ስለዚ ደቅኻ ከመይ ይከታተሉ ኣለዉ እንታይ ኣስተዋጽኦ ኣለዎ እንታይ ሓገዝ ኣለዎ ድሓር ከኣ ማዕረ ክንደይ ሓገዝ ከም ዘሎ እስከ ክትገልጸልና። ጽቡቅ ኣነ እንታይ ኢለ ኣጋጣሚ እዛ መደብ እዚኣ እቶም ማለትሲ ገለ ዝተፈላለየ ናይ ትምህርቲ ደረጃታት እዩ ዘለዎም ደቀይ እቲ ቦኽሪ መምህር እዩ እቲ ምንኣሱ ካብ ኮለጅ ማይ ነፍሒ ድሮ ከምዚ ኩሎም ኣቋሪጾም ዘሎ ኣቋሪጹ መጺእኒ ኣሎ ሓንቲ ዓስራይ ሓደ ከኣ ናይ ራብዓይን ካልኣይን ወዲ ሓፍተይ ከኣ ምሳይ ድማር ናይ ሻምናይ ክፍሊ ኣለና ሕጂ እንታይ እየ መደብ ሰሪዐ እየ ጸኒሐ ኣጋጣሚ እዚ ከምዚ ዓይነት ግዝያት ረኺበዮ ውን ዘይፈልጥ ዕድል ናይ ብሓቂ ማለትሲ ኣብ ገዛ ክንድዚ ሰዓታት ኣነ ኮፍ ኢለ ኣይፈልጥን ከምኡ ስለ ዝኾነ እቲ ናይ ላዕለዋይ ደረጃ ተምሃራይ ማለትሲ እቲ ናይ ካብ ማይ ነፍሒ ዝመጸ ተምሃራይ ነቲ ዓስራይን ሻሙናይ ክፍሊ ከክልተ ሰዓት መደብ ሒዙ ክካታተሎም ቀንዩ እንተው ራብዓይን ካልኣይን ከኣስ መምህር ኣለኒ ኤለመንተሪ ዝምላኦም መገሎ ንዓኣቶም ክሕዞም ቀንዩ ሕጂ ልዕሊ ኩላ ዘሐጎሰትኒ ግን እዛ ናይ ታሽዓይን ዓስራይን ዓሰርተ ሓደን ሕጂ ውን ይካታተሉ ኣለዉ ካብ ተለቪጅን ወጽየ እየ ኣነ ሕጂ ኣብቲ ካልኣይ ክፍሊ ኮይነ እየ ምሳካ ዝዕልል ዘለኩ ናይ ብሓቂ ኣዝዩ ጠቃሚ ምካኑ ምናልባሽ ዝርግሐ ክህልዎ ተስፋ ኣለኒ ብፍላይ ብፍላይ ኣብ ታሽዓይ ዓስራይ ዓሰርተ ሓደ ኣጋጣሚ ሳይንስ ስትሪም እያ እታ ጓለይ ዓስራይ ክፍሊ እያ ግን ከምቲ ዝበልናዮ ናይ ናቹራል ሳይንስ ጥራይ ዘይኮነ እቲ ናይ ማሕበራዊ ትምህርቲ ጂኦግራፍን ሂስትርን ውን ዘጠቃልል ገይሩ ብዝሰፍሐ መንገዲ እንተ ተገይሩ እቶም ቆልዑት ክተሓዝሉ ዝክእሉ መንገዲ ንዓይሲ ዘሪዒለይ እዩ ክብለካ ክእል ግን ናይ ብሓቂ እቲ ፕሮግራም ሒዘዮ ጸኒሐ ነቲ ፕሮግራም ከኣ ይዕወተሉ እብል ኣነ ግን ኣነ ጥራይ ዘይኮነ ናይ ውልቀይ ናይ ውሽጠይ ጥራይ ዘይኮነ ምልእቲ እዚ ዞባኸት ማለት ኣብዚ ከተማ ባረንቱ ዘለዉ ህዝቢ ከምኡ ጥራይ ዘይኮነ ምሉእ ሃገር ከኣ ከምኡ እንተ ተጠቒሙ ኩላህና ነዛ ዘላትና ናይ ሰሙን ድያ ናይ ክልተ ሰሙን ስጋዕ ካብ ሃገርና ኮረና ቫይረስ ነዚ ግዜ እዚ ብመደብ እንተደኣ ሒዝናዮ ክንዕወቶ ዲና ዝብል እምንቶ ኣለኒ። ግርም ጽቡቕ ሕጂ ኣብዚ ከም ቁሩብ ክብድህ ዝኽእል ወይ ከ ወላ ክብድህ እኮ ዘይበልናዮ ኣብ ምውጻእ ንኣብነት ከም መንእሰያት ደገ ምውጻእ ልምዲ ኔሩ ሕጂ እቲ ዘይለመድናዮ ነገራት ዘይንለምዶ ዝነበርና ኢና ሕጂ ክንለምዶ ከም ዘለና ንገብር ዘለና ማለት እዩ ለነዚ ከኣ ክንገብሮ ዘለና እዩ እቲ ቀዳማይን ናይ መወዳእታን ኣማራጺ ክኸውን ዘለዎ ዝብል። ደገ ንኽወጹ ይርብሹኻ ዶ ይህውኹኻ ዶ ተሓቢኦም ክወጹ ይደልዩ ዶ ደገ ኣብዚ እንታይ ዓይነት ሜላ ትጥቀም እስኻ ንደቅኻ ብኸመይ መረዳእታ ትህቦም እስከ? ጽቡቕ እንታይ ኢለ ብፍላይ ፍላይ ኣብቲ ቀትሪ እኳ ከምዚ ናይ ሕጂ ዘለናዮ ሰዓታት ብዙሕ ምስቲ ዘለና ናይ ክሊማ ናይ ዘሎ ሰዓታት ናይ ወርሒ ኣርባዕተ እንድዩ ሕጂ ብዙሕ ኣብ ጋሽ ባርካ ንደገ ወጻኢ ኣይኮነን ሰዓት ሓሙሽተ ሳዕ ሽዱሽተ ግን ከም ኩሎም ኣብ ባረንቱ ዘለዉ መንእሰያት ክወጹ እዮም ዝደልዩ። ግን እንታይ ጌርና ኣብቲ ሰዓት እቲ ምስ በዓልቲ ቤተይ ተማኺርና ሰዓት ሓሙሽተ ሰዓት ሽዱሽተ ናይ ቡን ፕሮግራም ከምዚ ሴርሞኒ ናይ ቡንን ናይ ዕላል ፕሮግራምን ጌርና ነታ ግዜ ከም ትመስን ከም እንትናዋሕን እናገበርና እንተ ዘይኮይኑ ብትእዛዝ ቀላል እያ ማለትሲ ኣይትውጻእ ኣይትውጻእ እያ ደስ ኢልዎም ኮፍ ክብሉ እንተ ኮይኖም ግን ናትና ሜላ በዚ ቁሩብ ተጠቒምና ኣብ ገዛ ኮፍ ከም ድብሉ ጌርናዮም ደኣ እምበር ኣነ ኣስተውዒለሉ ሕጂ ከተማ ባረንቱ ዋላ ክነግረካ ምልእቲ ባረንቱ ነዚ ኣዋጅ እዚ ኣተግቢራትያ ክትከይድ ጸኒሓ። እንተኾነ ግን ከምዚ ዝበልካዮ ሰዓት ሓሙሽተ ገለ ኣስቤዛ ክትገብር ኢልካ ምስ ወጻኻ መንእሰያት ልክዕ ከምቶም ደቀይ ማለት እየ ከም ኩሎም እየ ዝዛረብ ዘለኹ ካብ ደቀይ ጀሚርካ ከምቶም ኩሎም መንእሰያት ውጽእ ውጽእ ክብሉ ትርእዮም ወላ ክትዛረቦም እታ ሰላምታ ናይ ብሓቂ ክትሪኣ ከለኻ እንተ ተግቢ ምትግባር ጥራይ ዘይኮነ ወላ እውን ጥቕማ ፈሊጦማ ዝኾነ መንእሰይ ተሓቋቂፎ ገለ ክኸይድ ኣይትርእዮን ኢኻ። እንተኾነ ግን እዛ ንብላ ዘለና ባህጊ ስለ ዘይለመድናያ ይትረፍ ንዓኣቶም ነዞም ካብ ኣርባዓታት ዕድመ ዘልና እውን ንኮፍ ክንብል ኣዚና ዓቕልና ስለ ዝጸበና፣ ነታ ዘረባ ዝሓተትካኒ ንምምላስ ግን፣ ከምኡ ጸገማት ከም ዘሎ ፈሊጥና፣ ብጀካ ብትእዛዝ፣ ገለ ሜላ እናተጠቐምካ ኮፍ ዘብል ዕላላትን ኮፍ ዘብል መደባትን ክተተግብረሎም እንተ ዘይኮይኑ፣ ከምኡ ከም ዘሎ ስለ ዘይለመድናዮ ርዱእ'ዩ። ግርም ግርም።
ስለዚ እሞ ኣዚና ኢና ነመስግነካ ንኣምን ተስፋዝጊ ካብ ባረንቱ ስለቲ ዝሃብካና ሓበሬታ። ኣብ ካልእ እዋን ብተመሳሳሊ ዛዕባ ወይ እውን ካልእ ኣርእስቲታት ክንራኸብካ ተስፋ ንገብር። ኣብ ዘዘለናዮ ንመክት ኣብ ዘዘለናዮ ኩሉ ዝበሃል ዘሎ መምርሒታት ብመንግስቲ ዝወጽእን ብሚኒስትሪ ጥዕና ዝወሃበና ሓበሬታታትን ክነተግብር ከኣ ንክቡራት ተኸታተልትና ንምሕጸን ማለት እዩ። የቐኔለይ። ሕራይ ፋጥማ ኣብዚ ኣጋጣሚ ሕጂ ህጽጽቲ ወረቐት መጽኣትና ማለት እየ ኣጋጣሚ ከም ደብዳቤ እያ ካብ ኣሜሪካ ዝተላእኸት እያ ዶክተር ዮውሃንስ ዝተባህለ ኤርትራዊ እዩ ብዛዕባ እዚ ኩነታት እዚ ተገዲሱ ኩሉ ኤርትራዊ ተገዲስሉ ዘሎ ነዚ ነገር እዚ ከምቲ ኩሉ ዓለም ተገደሰትሉ ከም ዜጋን ከም ሃገርን ከዓ ነዚ ነገር እዚ ንምድሁ ወይ ንምምካቱ ኩሉ ሰብ ተዓጢቑሉ እዩ ዘሎ። ስለዚ እዚ ግዱስ ዜጋ እዚ ዶክተር ዮሃንስ ከኣ ብእንግሊዝኛ ጽሒፉ ሰዲድልና ኣሎ ሓንቲ ሓበሬታ እሳ ቁሩብ ጽሙቕ ኣቢለ ከቕርባ ክፍትን እየ። ስለዚ ኣብ ዋሽንግተን ዲሲ እዩ ዝነብር ዝቕመጥ ኣብ ኣሜሪካ እንታይ ድብል ኣሎ እቲ ቀንዲ መልእኽትታቱ ካብ ሃገራት ኢጣልያ ንምሃር ካብ ናይ ኣሜሪካ በጺሕዋ ዘሎ ከቢድ መቕዘፍቲ ንምሃር ምኽንያቱ ኣብ ዓድ ጥልያን ዋላ እቶም ሰራሕተኛታት ናይ ጥዕና እቶም ሄልዝ ኬር ድበሃሉ እሳቶም ዋላ ብሚሒር ናይቲ ብቐጻሊ ዝርእይዎ ናይ ሞት ሬሳታት ከምዚ ኢሉ ተኣኪቡ ክኸይድ ከሎ መዓልታዊ ኣማኢት ሰባት ክሳብ ሽሕ ዝበጽሕ ሰባት ክውሰድ ከሎ ብዓይኖም ክርእይዎ ከለዉ ብጣዕሚ ንገሊኦም ውን ናይ ነብሰ ቅትለት ስጉምቲ ዝወሰድሉ ኣጋጣሚታት ኣሎ ስለዚ ኣዝዩ ዘስካሕክሕ ፍጻመ ኮይኖም እዮም ከምኡ ገይሮም ስለዚ ካብዚ ንመሃር ዓቲብና ንሓዞ እዩ ዝብል ዝብል ዘሎ ካብ ካልእ ስታድዮማት ማዕረ ናብ ናይ ሕክምና ተቐይረን ኣለዋ ስለዚ ኤርትራውያን ንንቃሕ ነዚ ነገር እዚ ንገደሰሉ እዩ ዝብል ዘሎ ነዚ ምክልኻል ከኣ እቲ ዝዓበየ መድሃኒት ምዃኑ ወይ ከኣ እቲ ዝዓበየ ስትራቴጂ ምዃኑ ገሊጽዎ ኣሎ ማሕበራዊ ምፍንታት ሶሻል ኣይዞሌሽን ኢልዎ ዘሎ እሱ ከኣ ሓደ ሓጋዚ ምዃኑ ተገንዚብና ብተግባር ከነተግብሮ ከም ዘለና እውን ምሕጽንትኡ ገሊጹ ኣሎ መጨረሽታ ከኣ ኣምላኽ ኩላህና ንሃገርና ብልጽግናን ጥዕናን ካብ ዝወርድ ዘሎ ሓደጋታት ከኣ ክድግፈና ከኣ ተማሕጺኑ ኣሎ። ስለዚ ኣዚና ኢና ነመስግነካ ዶክተር ዮሃንስ ካብ ዋሺንግተን ዲሲ ኣሜሪካ ስለቲ ዝሃብካና ሓበሬታ። ካልኦት ኤርትራውያን እውን ከምዚ ዓይነት ተገዳስነት ብመርበባት ሓበሬታ ይልእኹ እዮም ናብ ኣካላት መንግስቲ ሶድዮም ተገዳስነቶም ሶድዮም ውፉያታት እውን ይቕፅል እዩ ዘሎ ከምዚ ዕለታ እውን ከዓ ትብለና ማዕከና ዜና ስለዚ ኩሉ ሰብ ብተገዳስነት እዩ ብልዑል ተገዳስነት ምክንያቱ ልዕሊ እዚ ካሊእ ውራይ የብሉን ኤርትራዊ ልዕሊ እዚ ካልእ ዘሳስየሉ ውራይ የብሉን እዚ ንድሕነት ነፍሲ ወከፍ ዜጋ እዩ ከም ሃገር ከም ህዝቢ ክንህሉ እንተ ኮይና ነዚ ነገር እዚ ተዓጢቕና ክነተግብሮ ክንክእል ኣለና እቲ መምርሒታት ብግቡእ ክነተግብሮ ኣለና። እንተ ኣተግቢርናዮ ከኣ ድሕሪ ቅሩብ እዋን
ናብቲ ንቡር ህይወት ክንምለስ ምዃንና ከኣ ይተኣማመን እየ። ስለዚ ምናልባት ፋጥና እስማዒል ፋጡም ንክብራት ተኸታተልትና ደርፊ ክጋብዞም እየ ተመስገን ሚካኤል መሪና ትብል ደርፊ ክጋብዞም እየ ናብታ ደርፊ ተበልና እዮም

ኮፍ ክብል ከም ዘለዎ ከምኡ እውን ርሕቐቱ ሓልዩ ዝብል ብዙሕ ሓበሬታ እዩ ዘሎ እሞ ኣብ ከባቢኹም ሲ ከመይ ትገልጸሊ ኣብ መንደፈራስ ከመይ ኣሎ ብሓፈሻ ማለት እዩ ኣብ መንደፈራ ብሓፈሻ እኳ ክዛረብ ከለኹ ሩፍተይ ግፋሕ ዝብል እንድዩ ግን መምርሒ ንኩላና ሓደ ስለ ዝኾነ እዚ ኮረና ቫይረስ ወይ ከኣ ኮቪድ ዓሰርተ ትሽዓተ ካብ ዝኣቱ እቲ መምርሒታት ቐጻሊ እንድዩ ጎቦ ንኽወሃብ ጸኒሑ። ኣብ መንደፈራ ግን ብፍላይ ቅድሚ እዚ ብሓይሊ ዕማም ዝወጸ ናይ ዕለተ ሓደ ዕለት ዕስራን ሽዱሽተን ወርሒ ሰለስተ ጀሚርና ኢና እቲ ናይ መጠንቀቕታታት ስጉምትታት ክውሰድ ጀሚሩ ብደረጃ ዞባ። በዚ መሰረት ከኣ ኣብያተ ትምህርቲ ማይ ክንቀርብ ጀሚርና ብድሕሪኡ ቤት ትምህርቲ ተዓጽዩ ከምኡ እንዳበለ ከኣ እቲ ንስራሕ እንዳሰጠመ እንዳሰጠመ እንዳሰጠመ ከይዱ። ስለዚ እዚ ሰብ ኣብ ገገዝኡ ኮፍ ክብል ኣለዎ ንዝብል ኣብ መንደፈራ ይትግበር ኣሎ ክብል ይኽእል። ምኽንያቱ እቲ ኣብ ገዛ ኮፍ ምባል፣ ምርሕሓቕ ወይ ከኣ ጥንቃቐ ምግባር ዝበሃሉ ነገራት እቲ ሰብ ብብዙሕ መገዲ ብተለቪዥን ይኹን ብድምጺ ሓፋሽ ቀጻሊ ጎስጓስ ስለ ዝካየደሉ እቲ ህዝቢ ነዚ ጉዳይ እዚ ሰጢሙ የተግብሮ ኣሎ ክብል ይኽእል። ግን እዚ ክብል ከለኹ እቲ መምርሒ ዊን ካብ ገዛ ሓደ ወይ ክልተ ኣብ መዓልቲ ወጺኡ ዘድሊ ነገር ኣገዳሲ ምንቅስቓስ ዝበሃል ምስ ዝህሉ ክግበር ስለ ዝበሃል እዚ ዊን ስለ ዘሎ ገለ ገለ ምንቅስቓሳት ኣብቲ ከተማ ትርኢኻ የሰክፈካ እዩ ብዓብዩ ግን ገለ ገለ ፍሉያት ነገራት ተራእዮም ነይሮም ኣብዚ መንደፈራ ኣብዚ ቀዳም ወይ ኣውደ ዓመት ነይሩ ትማሊ ኢየሱስ እዩ ነይሩ ናይ ገዛ ዓዲ ባር ዝበሃል ቦታ ገለ ገለ ለውጥታት ተራእዩ ነይሩ ምንቅስቃስ ብሄር እንተዘይኮይኑ እቲ ህዝቢ ብሓፈሻ ዜተግብሮ ኣሎ ክብል ይኽእል ኣነ። ሕጂ ኣብቲ ምትሕግጋዝ ኣብቲ ምትሕግጋዝ ከቕርብ መብርሂ ክትበኒ ህዝቢ እዚ ነገር እዚ ኣጋጢሙ ዘሎ ሃገራዊ ጉዳይና እዩ ስለዚ ነዚ ብኸመይ ክዕጥቐሉ ክኽእል ኣለዎ ምክንያቱ እቲ ማሕበራዊ ቀጸላታት ናይቲ ሕብረተሰብ ዝተፈላለየ እዩ ብኡ መሰረት እቲ ሕብረተሰብና ኣብቲ ምትሕብባር ዘርእዮ ካብ ጎረቤት ጀሚርካ ከመይ ክኸውን ኣለዎ ትብል?
እወ እንታይ መስለካ እዚ ኣብቲ እቲ ጉዳይ ናይ ውልቀ ሰበት ጉዳይ ኣይኮነን እዚ ናይ ሃገር ጉዳይ እዩ ኩላህና ከኣ ንክንገብረሉ ዝግባኣና ጉዳይ ዘሎ እዩ ንኣብነት ኣብ ከባቢናሲ መዓስከር እዩ መዓስከር ክብለካ ከለኩ ኮምቦ እቲ ሰራሕተኛ ብሓባር ዝቅመጠሉ እዩ ሕጂ እዚ ነዚ ንቀዳም ንሕና ንባዕላና ከነጽፍፎ ኢልና ዝሓሰብና እንታይ ጌርና ብደረጃ እቲ ቤት ጽሕፈት እቶም ኣብ ውድና ሰራሕተኛታት ዝኾንና እቲ ክልተ ሰለስተ ሓንሸሎ ዘሎ ብሓባር ዋርድያ ጌርና ዝኣቱን ዝወጽኡን እንዳመዝገብና በጋባብ ከምዝንቀሳቀስን ዘየድሊ ሰብ ከኣ ከምዘይኣቱ ይግበር ኣሎ። ካልእ እንድሕር ደሊኻ ቅድሚ ሕጂ እውን ገለ ምትሕብባራት ናይ መንእሰያት ተራእዩ ነይሩ እዚ መንደፈራ ሕጂ እውን እንተኾነ ብሰራዊት ይኹን ወይ ከኣ ብናይ ጸጥታ ኣካላት እቲ ህዝቢ ክእለ ከም ዘለዎ ይግበር ኣሎ። ጽቡቕ ጽቡቕ። እዚ ይካየድ እዩ። ምምሕዳር ዞባ እውን ንባዕሉ ብማክሮፎን ገይሩ እንዳዘረ ንህዝቢ ኣብ ደገ ኮፍ ክብል ከም ዘለዎ እዞም ሓደ ሓደ መንእሰያት ኣብ ኣፍ ደገ ኮፍ ዝብሉ ንዞም ከም ዝኣትዉ ዘለዉ ይገብር። ጥቡቕ።
ኣብያተ
ትካላት ናይ ሃይማኖት ነንባዕለን፣ መስጊድ ይኹን ቤተክርስትያን ነቲ ህዝቢ ዘድሊ መምርሒ ይህበን እየን። እዚ እቲ ህዝቢ በዚ ተበጊሱ እዩ ዳርጋ በዚ ጎስጓስን በዚ ናይ መንግስቲ ዝግበር ዘሎ መምርሒታትን እንዳኸደ እዩ እቲ ዝሓሸ ምንቅስቓስ ኣሎ ንብሎ ዘለና። እዚ ግን ክግልቡጥ ዝነድር ርሑስ ሓደ ሓደ ናይ መንእሰይ ባህሪ ዘለዎም ወይ ናይ ምጻ ናይ ናይ ደገ ምውጻእ ባህሪ ዘለዎም ናይ ምዛርብ ፍቕሪ ዘለዎም እዞም ከምዚኦም ዝኣምሰሉ ነዚ ነገለ ገለ ነገራት ይፈጥሩ ኣብ ዕዳጋ ግን ፍልይ ዝበለት ነይራ ዕዳጋ ንኣብነት ህዝቢ መንደፈራ ኣርባዕ ሽሕ ተልና ብማእኸላይ ገምጋም ሸሞንተ ሽሕ ስድራ ቤት ኣሎ ክንብል ንኽእል ማለት እዩ ካብዚኣቶም እንድሕር ሓደ ክልተ ከነውፅእ ኣፍቂድና ብውሕዱ ርብዒ እንተውፂናስ ክልተ ሽሕ ወይ ከዓ ሓደ ሽሕ ሰብ ወፂኡ ኣሎ ማለት እንዲብቶ ከባቢ ስለዚ ነዚ ንምቁፅፃር እቲ ናይ ፀጥታ ኣካላት ዘድሊ ምቁፅፃራት ይገብር ኣሎ ስለዚ እዚ እንታይ ክብለካ ደልየ ብሓፈሽኡ እስከ እቲ ህዝቢ ኤርትራ ማለት ዘሐብን ታሪክ ኣሎ ኣብቲ ዝሓለፈ ታሪካት ብሙሉእ ክትሪኦ ከለካ ኣዝዩ ዘሐብን ታሪክ ናይ ምትሕግጋዝ በሎ ታሪክ ናይ ዓወት ህዝቢ እዩ ስለዚ ነዚ ገጢምዎ ዘሎ ምስቲ ዝሓለፈ ታሪኽ ናይ ኩናት ቦሎ ዝሓለፈ ናይ እተፈላለየ ከበድቲ ጽንኩራት እዋናት ምስኡ ኣዛሚድካ እዚ ገጢመና ዘሎ ነገርዚ ማዕርኽኒ ከመይ ክንዕወተሉ እንታይ እምነት ኣለካ እስከ ግለጸለይ።
እዚ ልክዕ እዩ ህዝቢ ኤርትራ ብዙሕ ተመክሮታት ኣለና ሓደ ን ዓሰርተ ኣብ ኩናት ተዓዊትና ኤርትራውነትና ኣራጋጊጽና ትማል ትማሊ ብዶባት ዝመጸ ነበረ ዝተላጋበ ሕማማት ኣብ ደቦ ዶብ ዘሎ ህዝቢ ብምሉኡ ኣብ ጅቡኡ ሳሙና ሒዙ እንዳዘረ እንዳተሓጽበ ነቲ ሕማም መኪቱ ንውሽጢ ሃገር ከምዘይኣቱ ጌርዎ። ሕጂ እውን እዚ ጉዳይ እዚ በዚ ዝውሃብ ዘሎ ሓበሬታ ብሓፈሽኡ ብፍላይ ከኣ ዓቢ ተመክሮ ናይ ቻይና እንድሕርድኣ እዚ ህዝቢ ኩሉ ይሰምዖ ኣሎ ወላ ይዛረበሉ እዩ እዚ ናይ ውሃን ተመክሮ ዓቢ ስለዝኾነ ሓደ ኣብ ገዝኡ ኮፍ ክብል ከም ዘለዎ ምግባር፣ ካልኣይ ንጽጉም ወገናትና ንሕግዘሉ መገዲ ክፍጠር ኣለዎ። ንኣብነት ነጋዶና ዝገብርዎ ዘለዉ ዝበሃል ነገራት ኣሎ። እዚ እንድሕር ደኣ ቤትና ኣበይ ኮንካ እዩ ክብላዕ? እንድሕር ደኣ ድየሎት ሰብ ኣበይ ኮይኑ እዩ ክጥቀመሉ? ስለዚ ኣብዚ እዋን እዚ ህዝብና ነዚ ጉዳይ እዚ ኣበየሎ ጽጉም እንዳልና እንዳተሓጋገዝና ነዚ ናይ ጸጥታዊ ጉዳይ ከኣ ነዚ ናይ ምንቅስቃስ ጉዳይ ከኣ ዘይተረድኦ እንዳረዳእና ነዚ ሽግር እዚ ክንሓልፎ ይግበኣና። ትማሊ ሓደ ንዓሰርተ ንጎልና ኣብ ድፋዕ ተገቲሩ መጺኡ ዝዋጋኣካ ሰብ እዩ ነይሩ ሎሚ ግን በየን መጽእ ዘይትብሎ ዓሌት ሃይማኖት ጾታ ዕድመ ዶብ ዘይብሉ ሕማም እዩ ዝመጽእ ዘሎ ኣይራኣየካን እዩ በየን እዩ ዝኣቱ ብኢድ ብእግሪ ብጸጉሪ በየን ይመጽእ ዘይፍለጥ ሕማም ስለ ዝኾነ ነዚ ህዝብና ፈጺምና ዝበሃለና ሰሚዕና ንሕና እቶም ዝርዳኣና እውን እንዳጎስጎስካ እቶም ዘይርድኦም ከኣ እንዳረዳእኻ ህዝቢ ኤርትራ ነዚ ክብድሆ ይኽእል እዩ ዝብል እምነት ኣለኒ ኣነ ትክክል ስለዛ ኣዚና ኢና ነመስግነካ ክብረት ሃበልና የቀኔልና ካልእዋን ብሰላም ኣራክበና ሕራይ ሕጂ ፋጥማ ኣብዚ ክጥቀስ ዘሎ ብመንግስቲ ተወሲዱ ዘሎ ስጉምቲ ኣዝዩ ዝድነቅ ስጉምቲ እዩ ምክንያቱ ካብ ሃገራት ኣፍሪቃ እንድሕር ደኣ ሪኢኻሲ እዚ መንግስቲ ወሲድዎ ዘሎ ስጉምቲ ኣብ ቤትካ ናይ ምጽናሕ ወይ ከዓ ናይ ምውሻብ ተባሂሉ ዘሎ ስጉምቲ ካልኦት ሃገራት ደንጉየን ዘልሓጥሓጥ ስለ ዝበላ'የን ግዳይ ናይ'ዚ ቫይረስ'ዚ ኮይነን ዘለዋ። ሕጂ ናብኡ ንኸይትኣቱ እዚ ከምዚ ዓይነት ምውሳን ከም ኣብነት ዘርቁሓና'ዩ። ቻይና፣ ቬትናም ዝወሰድኦ ስጉምትታት ትምህርቲ ንዓለም ኮይኑ ኣሎ። ስለዚ እዚ እቲ መንግስቲ ከኣ ቀልጢፉ ኣብ ኤርትራ ድሕሪ ምኽሳቱ ወይ ምርኣዩ ምቕልቃሉ'ቲ ነገር ከየስፋሕፍሐ ከይተላብዐ እንከሎ ቅልጡፍ ወይ ከኣ ኣራሚ ስጉምቲ ምውሳዱ እቲ ናይ ገዛ ምጽናሕ እቲ ዝበለጸ እዩ። እቲ ዝበለጸ ፈውሲ ወይ ከኣ መድሃኒት ክንብሎ ንኽእል ኢና። ኣብ ገዛኻ እንድሕር ጸኒሕካ ነቲ ሕማም ኣይትኸዶን ኢኻ ደለኻ። ዓቂብካዮ ኢኻ ደለኻ ማለት እዩ። ዲሒንካ ኣለኻ ማለት እዩ። ስለዚ ነፍሲ ወከፍ ሰብ ኣብ በቲ ተባሂሉ ዘሎ መምርሒታት እንተደኣ ኣተግቢሩ ኣብ ገዝኡ እንድሕር ጸኒሑ ጽሬት እንተደኣ ይካየድ ኮይኑ፣ ውሑስ ኮይኑ ኣሎ ማለት እዩ። እቲ ቫይረስ ከኣ ዕምሩ ሓጺሩ'ሎ ከምቲ ዝተፈላለዩ ሰባት ርእይቶታት ዝህብዎ ዘለዉ። እወ ሕጂ ዕምሪ ናይቲ ዝበዝሑ ቫይረስ ሓጺሩ'ሎ ከኣ ማለት እዩ። እወ። እወ እዞም ዝበዝሑ እዞም ደዊልና ሓበሬታ ክህቡና ዝጸንሑ ሰባት ከምቲ ዝብልዎ ዘለዉ ኣብ ዝበዝሕ ምት እቲ ህዝቢ'ሲ እቲ ብምኒስትሪ ጥዕናን ብመንግስቲ ዝወጽእ መምርሕቲ ተረዲእዎ የተግብሮ'ውን ኣሎ እዮም ዝበዝሑ ካብዚ ዞባታት። ሕጂ ክነግሩና ዝጸንሑ እሞ ነቲ ህዝቢ ተረዲእዎ ብዛዕባ እቲ ምትሕግጋዝ ተኾይኑ እውን እቲ ዘለዎን እቲ ዘይብሉን እንዳተሓጋገዝና እዛ እዋን እዚኣ ብሓባር ክንሰግራ ነቲ ሕማም ከኣ ከምቲ ትብሎ ዘለኻስ ኣብ ዕምሩ ኣብ ቁሩብ ግዜ ኢንሻኣላህ ክነሕጽሮ ተስፋ ኣለኒ ማለት እዩ ሓየሎም ሕጂ ደርፊ ንተዓዘብትና ተነዳልወልም ጽቡቅ እንታይ ናይ መን ደርፊ ላይክ ሕራይ thank you ዕድል ሂብክኒ ሕራይ ፋጡ ናይ ክቡራት ተኻተልትና ድምፃዊት ኣበባ ሃይለ ኣብ 2010 ኣብ ሲኔማ ሮማ ዝተደርፈት ኣብ መኽፈቲ ፈስቲቫል ዝነበረትና እሳ ክንጋብዘኩም ኢና ሓቢርና ነስተማቕራ

ዶል ልብሉ እብ ውዛረት ዓፍየት ለአፈግር ሐብር ህዬ፣ እግሉ እግል ሰላመትነ ሰበት ገብአ ኩልና ግንታብዑ ወጅበና ሐየሎም። ኣረይ እሺ እሞ ክብራት ተኸታተልትና ከምዚ ክንከታተሎ ዝጸናሕና ወይ ክንሰምዖ ዝጸናሕና ምስ ዝተፈላለየ ዞባታት ሃገርና ብመስመር ቴሌፎን ተራኺብና እቲ ህልው ኩነታት ኣተሓሕዛ ናብ ኮሮና ቫይረስ ንዝምልከት ክንከታተሎ ጸኒሕና። ኣብ ዝሓለፈ መዓልቲ ምስ ብጾትና ጋዜጠኛታት ምስ ዛህራን ሓይለኣብን ኮይኖም ዳህሳስ ኣካይዶም ነይሮም። ንዞባ ሰሜናዊ ቀይሕ ባሕርን ዓንሰባን ፈቲሾም ነይሮም። ብወገና ፋጥማ ምስ ሓየሎም ብምዃን ከኣ ካብ ርእይቶታት ካብ ዞባ ደቡብ፣ ዞባ ማእከል፣ ዞባ ደቡባዊ ቀይሕ ባሕሪ፣ ከምኡ ውን ካብ ዞባ ጋሽ ባርካ እንታይ ይመስል ክንፍትሽ ጸኒሕና። ብሓፈሽኡ ክንሪኦ እንከለና እቲ ተበግሶ እቲ ስጉምቲ ተወሲዱ ዘሎ እቲ መምርሒታት ዝወጽእ ዘሎ ህዝቢ ኣብ ምትግባር ይርከብ ከም ዘሎ ኢና ክንዕዘብ ክኢልና ማለት እዩ። ኣብ መጨረሻ ኩላህና ንኮሮና ኮሮና ከርዕደና ዘይኮነ ዘሎስ ንቕሓትና ኣበሪኽና ኣፍልጦና ብቐጻሊ በቲ ዝወሃበና ዘሎ ቀጻሊን ሓደሽን እዋናውን መብርሂታት እናተኸተልና ነብስና ንዕቅብ ኢና። ርግጸኛ እየ ኣብ ሓጺር እዋን ከኣ ናብቲ ንቡር ህይወትና ተመሊስና ተሓቛቊፍናን ከም ሃገር ህዝብን ገጥ ኢልና ክንከይድ ምዃንና ርግጸኛ እየ። ስለዚ ንኹሉ ህዝቢ ኣብ ውሽጢ ሃገርን ኣብ ወጻእን ዝርከብ፣ ኣይትጨነቑ ንቕሓት ኣበሪኽካ ብተግባር ተንቀሳቕሱ ይብል እሞ ስለዚ ንኸይትጭነቑ ከኣ ዶንት ወሪ ቢ ሃፒ ትብል ደርፊ ክንጋብዘኩም ኢና።